ዝኸበርኩም ተኸታተልቲ ካናሪ ኢንተርቴንመንት ንሎም መዓልቲ እምበኣር ዕላል ምስ ሓደ ኮሜድያን እናዳሊናልኩም ዘለና ሓቢርና ንከታተል ባርከ ዝኸበርኩም ተኸታትልትና ሕጂ ኣብ ቅድመይ ሓደ ዓቢ ኮሜድያን ኣሎ ስነጥበባዊ ኢብራሂም ሱሌማን ወይ ከዓ ምራጭ ኤቢ ዕድሜና ኣኽቢርካ ብምምፃእካ ኣዝና ኢና ነመስግን ከም መእተዊ ዕላል ክኾነና እስከ ኢብራሂም መን እዩ ኦኬ ቴንኪዩ የቐኔለይ ብመጀመርታ ንዓይ ዓዲምኩም ኣብዚ ኢንተርቪ ክትገብር ኢልካ ብምዕዳምኩም ብልቢ እየ ለመስግነኩም ኢብራሂም መን እዩ ትልኹም ኣነ ኢብራሂም ስሌማን ዑመር ዝተባሃልኩ ብሽሕን ትሽዓተ ሚትን ሰማንያን ሸውዓተን ኣብ ሱዳን ተወልደ ካብ ድሕሪኡ ኣብ ማጮት ቸንትሮ ድሕሪ ናፅነት ማለት እዩ ኣብ ሱዳን መፅየ ካብኡ ከዓ ኣኽርያ ማለት እዩ ኣኽርያ ዓቢኻ ኣብ ኣኽርያ እየ ማለት እዩ እሞ ኤቢ ቅድሚ እታ መጸውዒት ሽምካ ቅድሚ እታ ኢብራሂምሲ ኣብ ሊላ ትርከብ ታሳጓኻ እያ ምራጭ ብኸመይ እያ ወጽያትካ?
እቲያ ምራጭ ትብል ሳጓ እኮ ብዓቢኡ እዚ ስነጥባዊ ሓጎስ ወልደገብርኤል ስዚኑኖ ማለት እዩ እሱ እዩ ውጺለይ ብኸመይ ክትብሎ ኣነ ኣይርድኣንኒ ሸዓ መዓልቲ ከምዚ ናተይ ካራክተር ምስ ሃበኒ ምራጭ እዩ ሽምካ ምስ በለኒ ባዕሉ ይውጭዋ ብኸመይ ክብላ ስዩ ክገብላ ዝኽእል ማለት እዩ
ካብ መዓስ እዩ ከፅልዋ ስነ ጥበብ ክሓድረካ ጀሚሩ ወይ ናብቲ ስነ ጥበብ ክትኣቱ ድደፋፍኡካ ድነበሩ ሰባት እወ ካብ መዓ እዚ ስነ ጥበብ ክኣቱ ዘደፋፍኡኒ ብዓብዩ እዚም ስነ ጥበባዊ በዓል ቢቲ ቢቶ ነብሲ መሓሮ መምህር ሰሎም ኣርባዓ ዝተዋሳይ ማለት እዩ ንዕም ዳርኣኹ ያነ ዓብየ ብጣዕሚ እየ ድፈትዎም ዓበይቲ ስነ ጥበባውያን እዮም ሕጂ ንዖም ናራኩቲ ኣርቲ ብጣዕሚ እየ ትፈትዎ ብድሕሪኡ ካወት ሒዘ ከምዚ ኣብ ሰሜናዊ ምብራቕ ኣብዚ ሃማመተ ናይ ሰሜናዊ ምብራቕ ኣብኡ ጉጅለ ክኣትው ጀሚረ በዓል ነብሲ መሓሩ ሮቤል ወዲ ሽሕ ማዕረባ ኦርጋኒስ ወዲ ሱዳን ከምኡ ፍሬዘር ኣብ ሰዓት ካሜራማን ኣሎ ምስኣቶም እየ ኣብቲ ጉጅለ ክነጥፍ ጀሚረ ካብኡ እዩ እቲ ኣርቲ ክሳብ ጀሚረ እየ ማለት እዩ መዓስ እዩ ክጋሃደልካ ጀሚሩ ኣነ ስነ ጥበባዊ ክኸውን እዩ ዝደሊ ዝበልካሉ ግዜያት መዓስ እዩ ነይሩ እወ እቲ መዓስ እዩ ኢለሲ ከምዚ ሸብቲ ኣብቲ ሰሜናዊ ምብራቕ ምስ ኣተኹሉ ሲ ኣብቲ ጉጅለ ምስ ኣተኹሉ ኣነሲ ብጣዕሚ እየ ኮሜዳዊ ክኸውን ኣለኒ ከምዚ ክኸውን ኣለኒ ምስ በልኩሲ ድሓር ግን ሕልመይ ተጋሂሉ ማለት እዩ ደተረ ሰሊጥኩም ዶ ሰሊጥኩም ሰሊጥኩም ዶ
ኣብ መድረኽ እዩ ነይሩ እቲ ናይ መጀመርታ ምርኢትካ ማለት እዩ እወ እሞ ከም መጀመርታኻ መጠን ስታይ ተሰሚዕካ እወ እቲ መጀመርታ ማለት እዩ ብዓብዩ ምስ ሓጎስ ስዚኖ ሌላና ምስ እዩ ነይሩ እቲ ፈለማ እቲ ሌላና ከም ምስ ሓጎስ ስዚኖ ማለት እዩ ኣብ ቺኔማ ኣዝመራ ኩዕሾ ናይ ዓዲ እንግሊዝ ጸወታ ነይሩ ኣብኡ እንዳረኣኹ ከለኹ ሕጂ ከምዚ ኮፍ ኢልና ምስ ሓደ ዓርኪ ኢና ንርኢ ነርና ኩዕሾ እንዳረኣናስ ዋታ ኢቢ ኢቢ ብለን ሃይለስ ዋ ስዝኖ መጽዩ ገለምታትን ዋታ ቤለ ቤለስ ቁልሕ ኢለ ብድሕሪት ማለት እዩ ስዝኖ ገለ ኢለ ሕጂ ኣነ ኮፍ ኢለ ሰብነ ኩፍት መንበር ሕጂ ከምዚ ኣይ ኣብ ታሕቲ ሳይጠመተን ከምዚ ነዊሕ ሰብ ይመስል መርሓባ ገለ ኢልስ ኣይ ክሳ ይገብረል ኣይ ተገደሰለይን ማለት እዩ ገለስ ኣታ ስዝኖ ኣስራሕና ኣባ ገለ መለ ገለ ኢለ ሕራይ ሕራይ ኢሉ ባታ ስኖ ታሕቲ ኖ ጠምት ገለ መለ ኢለ ሕጂ ታሕቲ ሰለ ኢለ ምጽናሕኩዎ እቲ ቁመተይ ርኢ ሽዑ እንታይ ኢለኒ ናሕና ሓባ ኢልኒ ሕራይ ገለ ኢለስ ከይደ መሽምካ ኢልንስ ኢብራሂም በሃል ኢለ ክትዋሳ ደሊ ንዎ ክዋሳ ደሊ ገለ ምታት ኢለ እሞ በቃ ደሓን እሞ ጽባሕ ሰዓት ክንዚ ኣብ ኦዴን ምጻኒ ገለ ኢልስ ይቆጽረኒ ማለት እዩ ኣይደቀስኩን ማለት እዩ ብጣዕሚ ሽዑ ብዝያዳ ንዑ ብምርካበይ ኣብ ኣምራይስ ብዙሕ ነገር እዩ ክሳይ ገይርለይ ማለት እዩ ማዓሰ ተወጋሕለይ ኢለ እታ ሻዕ ማዓልቲ ማለት እዩ ንጎ ኦዴን ሰዓት ሸዓተ ንኦዴን ንኸይድ ማለት እዩ ሕጂ ኣብቲ ኣብ ደገ ነረ ብዙሓት ስነጥዋይ ንኣቱ ነሮም ሽዑ ከምዚ ናይ ሓደ መስከረም ናይ ብረታዊ ቃልሲ ምርኢት ነይሩ ሕጂ ንዕም ክሳይ ድገብሩ ነሮም ትሬኒንግ ዳልዉ ነሮም ድሕሪ ኣነ ኮይነስ ፅቢ ኣብቲ ኣብ ደገ ድፈጦም ስነባቴስ ኣብ ቴሌቪዥን ድፈጦ ምር ከም ሰላምታ ሳይነበረ ብዙሓት ስነጥዋይ ንኣቱ ወፁ ገለ ስለዝነበሩ ድሓር ተሰኪፈ ካብታ ክገብር እየ ገለ ምታት ኢለ ኣብቲ ሰዓት ከዓ ሞባይል ኣይነበረትንን ሕጂ ክሳይ ኮይኑ በቃ ከምቲ ተቀይ ሪያል ጃ ርብቃ ኣጋጣሚ ዳንኤል ርብቃ ገለ ኢላስ መርሓባ ኢላ ስዝኖ ባ ፀውዕ ሌላስ ኢላ ሰንቢላ መጀመርታ ስዝኖ ባ ፀውዕ ሌላ ገለናት ሕረ ክትዋዓልካ ኢላትን ኣትያ ሰብ ፅበየካ ኣሎ ኢላትን መፂና ባይ መርሓባትኒ ምራጭ ገለ ባ ሰወይ ኢብራሂም ገለ ኢለኒ ሕዝን ናብ ናብቲ ኦዴን ኣቱ ብዙሓት ነይሮም በዓል ስነጥዋይን ዳዊሽላን ስምኦን ታፍላ ሪኣ ኣለ ርብቃ ኣብዓብያ ሓጎስ ዝኖ ገለመት በዓል ኩኘ ገለ ብዙሓት እዮም ነሮም ማለት መድረክ ዳሉ ነሮም ንሓቶ ኢልኒ እዚኣ እዚ ቆልዓ ዝገብራ ዘሎ መርኣያ ኢልኒ ስኻ ኢኻ ክትሕዛ ገለ ብለኒ ሽዑ ነይሩ ኣራ ኢላ ንኸሽዑ ነቲ እቲ ቆልዓ ዝረኣያ እቲ ናይቲ ቆልዓ ዝሰርሓ ነበረስ ይርያ ነይረ ማለት እዩ ሕጂ ድሓር

ርብቃስ ከም ወዳ ኮይኑ እያ ንሰርሕ ነይረ ክሳይ ማለት ካራክተር ናተይ ተዋብኒ ማማ ከመይ ዳኒ ገለንታት ናበልኩስ ኣትየ ሽዑስ ርእኒ ሕጂ ባህግዲ ነይርኒ እንድዕያ ይርድኣንኒ ገለንታት ምስ ምስ ስራሕኩዋ ምስ ወጻኹ ሓጎስ ብጣዕሚ ተሓጒሱ ከም ብጣዕሚ ገለመታት ኢለኒ ሽዑ ንእሸተይ ወረቐት ገለ ገለ ጽሒፉ ኣብ ወረቐት ገለመታት ጽሒፉ እዚኣ ኣጽንዓያ ገለ ኢልኒ ገዛ ሒዝካ ምኺድ

ሕጂ ደሓር ከምዚ እታ እቲ ሽምሲ ከምዚ ናይ ቆልዓ ባህርያት ዝብል ጥራሕ እዩ ነይሩ እቲ ክሳይ ደሓር ኣነ ክሳይ ገብር መጽሔት ናይ ስቱድዮ ይኣትው ድምፂ መልእ ድምፂ ምስ መላኹ ክገርመክ ንሓደ መስከረም እ፣ ናይ እ፣ ኣርባዕተ መዓልቲ ሓሙሽተ መዓልቲ እዩ ነይሩ እቲ መደብ ንምርኢት ማለት እዩ ተሪፎ ነይሩ በቃ ሽዓ መዓልቲ እታ መድረኽ እ፣ ሓንቲ ግዜ ፕሮቫ ጌርና ድሕሪያ ንምርኢት እ፣ ተባሂልና ድሕሪ ስዚኖ ናይ ናይ ድምፁ እሶም ኢትዮም እዮም ነይሮም እዎ። ድሓር እዩ ናተይ ናይ ቤኒ ኣቲን ድምፂ ናተይ እዎ። ንሓለፍቲ መድረኽ ኣቲና እዛ ፅዋሕንታ ምራጭ ምራጭ ይብሉ ኣንተ ምራጭ መን እዩ ገለ ዝብለ ኣለኹ ኣብቲ ሰዓት ኣነ ኣተናኸናኸይ ኣይፈለጥኳን ኣነ ምራጭ ምዃነች ኣይፈለጥኳን ኣነ ጭኣነ ኣንደበት ኣብቲ መድረኽ ኣቱ ካልኣይቲ ኦድዮን ትታይ ኦድዮንስ ነበረ ፀልማት እዩ ገለመታት ብጣዕሚ ሰብሳ ይረአየኒ ነይሩ እቲ ስራሕ ሰሪሐያ ወፅየ ማለት እዩ እሞ ካብ ሰባት ከቲ ፊድባክ ከመይ ነይሩ ከመይ ተቐቢሎምኻ ሰባት ብጣዕሚ ተገርመኪ ከምዚ ክሳይ ብል ኣብቲ መጀመርታ ታ ስራሕ ምስ ወዳእኩዋሲ ሓደ ብጣዕሚ ኮንፊደንስ ነይርካ ገለ ኢሉ ሰብሲ መመፅኡ ሰላም ክብለኒ ገለመታት ንፉዕ ኣጆኻ ቀፅሎ ገለመታት ብዙሕ ነይሩ ካብቲ ሰባት መመፅኦም ድሕሪ እቲ ሕልመይ ስለተባሃገለይ ኣነ ከንታይ ገይረ ብእግረይሲ

ትርኻስ ብዙሕ ሽግር ኢኻ ትረክብ ሻሎ መብዛሕትኡ ፋሚሊስ ኣይድግፎን እዩ ነዚ ስነ ጥበብ ትኻኸ ከመይ ነይሩ ካብ ስድራኻ ዝነበረ
እዚኣ ፅቡቅ ሕቶ ኣብ ስድራይ ኣብ ፋሚሊ ማለት እዩ ብጣዕሚ ፃዕቂን ፀቅጢን ነይሩኒ ብዝያዳ ኣቦቦይ ኣቦይ ፀቅጢ ገብረሊ ነይሩ ሕጂ ብከመይ ማለት እዩ ከምዚ ኣብ ሃይማኖትና እዚ ኣስላማይ ገለምታት ዝብልሲ እቲ ስነጠብ ኣርትሲ ከምዚ ኣስላማይ ከምዚ ክዋሳእ ገለ ዝብል ክሳይ ስለ ዝነበረ ሕጂ ኣቦይ ከም ተዋሳይ መጠን ኣይፈልጥን ነይሩ ነዊሕ ዓመታት ማለት እዩ ሰሪሕም ስራሕ ኩዳሓር ሰባት ነጊሮም እንታይ ብልዎ ወደካ ኮ ቴሌቪዥን ርኤናዮ ገለመታት ብሎ መን ወደይ ኢብራሂም እወ ዋዕ ገለ ኢሉ መፅዩ ኢብራሂም ይብለና ኣብ ቴሌቪዥን ሪኦሙኻ ድዮም ዋ እንታይ ክገብር ኣብ ቴሌቪዥን ክወፅታ ኣቦይ ገለ መለ ኢሉ ኖኖ ሪኦሙኻ ኣለዉ ኣይረኣዩንን ገለ መለ ሽዑ ኣጋጣሚ ኣብኣ ከሎ እቲ ኣብ ቴሌቪዥን ክሳብ ይርእኒ ማለት እዩ ምስ ረኣያ ንፅባሕታ መፅዩ ካብቲ ገዛ እ፣ ክሳብ እ፣ ተሰጉዮ ማለት እዩ ክልተ ዓመት እ፣ ገዛ ተኻርየ እዋ እ፣ ከም- ክሳብ ከምዚ እየ ነይረ ክልተ ዓመት ሙሉእ ካብ ገዛ ወፅየ ብጣዕሚ ክሳብ ክንደይ ባህግል ስለ ዝነበረ ናብ ኣርት ማለት እዩ እዚ ነር ሕጂ ብድሕሪኡ ድሓር ወላዲ ኣይጭክን እዩ ከምዚ እናገበር ግን ድሃየ ገብረሉ ነሩ ዋላ እዚ ክልተ ዓመት ኣነ ወፂእ ከለኹ እታ ቆልዓ ክይዱ እስከ ድሃይ ሓውካ ግበር ከመይ ኣሎ ገለ መለ እናበለ ኣነ ከዓ ሃንደበት እሱ ኣብ ደይብሉ ኣብቲ ግዜ መፅ ነረ ነደይ ክሪኣ ገለ ምታ እናገበርኩ እሱ ክሳይ ገብረን ድሓር ክዳ ሰባት ነጊሮም ወድኻ ከምዚ እናገበረ እንታይ ገይርካ ድሓን ስራሕ ገለ መለ ኢሉ ግን ኣይተቐበሎን እቲ ክሳይ ማለት እዩ ከይፈተወ ውላዱ ስለ ዝኾንኩ ደርብዩ ንካልእ ሰብ ክበኒ ስለ ደልየ ተሓናፍቲ ገዛ ይቆም በለያታት ኢና ክሳብ እዚኣ ሰዓት ማት እዩ ሄኖይ ኣብዚ ኣብዚ ዓለም የለን ሞይቱ እዩ እሞ ብዘይ ካብዚ ኣብ ዝተፈላለየ ጉጅለታት ትነጥፍ ነርካ ኢኻ እዋ፣ እዋ። ኣብ ተዘጋጊ ኣብ ትልሂት ወይ ሳዕስዒት ገለ ትነጥፍ ኢኻ ምሽ
ኣብ ክሊት ማለት መጀመርታ ኣብ ክሊት ዝኣተኩሉ ከምዚ ኣብ ማታኣ ብሰዓል ወዲ ቀሊት ሳሰዓቲ መጀመርታ ምስኦም እየ ኣብ ተላልየ ማለት እዩ ኣብ ትሊት ኣብ ማታ ሽዑ ፒያኖ ባር ነሩ ናይት ክለብ ነሩ ኣብ ምስራይኒ ስስዕ ጀሚረ ኮቦሮ ኩዳ ገረመታት ምስኦም እንዳሳሳዕኹ ትትሊት ክሳይ ገይረ ማለት እዩ ተለማሚድካ ተለማሚደ ብሓረ ምሳዕ ልወደቀ ስጋዕ ብዙሕ ነገራት ምስኦም ቀፂለ እም፣ ክሰርሕ ጀሚረ ክሳብ ዋርሳይ ዋርሳይ ሽዱሽተ ዓመት ሰሪሐ እ፣ ፋሚሊ እንዳ ኣይሄለ እ፣ ሃኳሰእ
ንኽተርእየና ኢኻ ሕጂ ፀገም የለን እዋ፣ ሕጂ ፀገም የለን

ናይ ሓንቲ ኣፍቃሪተይ ነይራትኒ ከምዚ እንሻላ ነዊሕ ዓመታትና ምስ ከይድና ከባቢ ሰለስተ ዓመት ገለመታት ኢና ከይድና ኣብ ፍቅሪ ማለት እዩ ብዙሕ ነገር ሓር እታ ሰብ ምሳይ ከይጀሚራ ገለመታት ከምዚ ኣይትሓዝለይ ዳ እምበር መሓዛሲ ከምዚ እንተ ቀኒኣ ድያ እንተ እንታይ ምክንያና ኣብ መንጎናስ ገለ ክሳይ ገይራ ማለት እያ ኣባኢሳትና እንጀታይ ትብላስ ኣንቲ ስምዐ እንዶ ሰባሲ ምስ ጽቡቃት ምልኩዓት ነዋሕቲ ከምዚ ሃፋትም ይኸዱ ስኽኸስ ነዚ ታይ ሪኢኽ ሊ ከምዚ ትኸዲ ዘለኺ ገለ መለ ኢላ ነታ ጓል ንማታይ ነቲ ኣፍቃሪት ወት መላ ነይራ ሕጂ ሳታ ኮይና ተቢላ ተመሊያ ንሕን ጸግም የለን ኣጆኺ ኣነ ከመይ ዝበለ ሰብ ከላለየኪ እየ ገለ መለ ኢላ ድሓር ክሳብ ጌራታ እታ ጓል ድሓር ክገርመኪ ሰሙን ሙሉ ኢና ንራኸበን ነርና ደውለላ ገለ መት ፅዋዕ ኣይትቕበለን እዋ ደሓን እዛ ጓል ኢለ ከም ሻቕሎት ይሕድርለይ ማለት እዩ እንታይ እያ ኮይና ገለ መታት ኢለ ዋእ ደሓን እስከ ገዛ ደይ ከይድ ገለ መታት ኢለ ንገዛ ከይድ ናቸም ኣብዚ ገዛ ማንዳ እዩ ገዛውታ ገዛ ከይደ ፅዋዕ ሰሚራ ገለ ብላ እብራሂም ገለ ትብለን ደሓን እንታይ ደኣ ደሃይ እቲ ሓደ ቴሌፎንኪ ትቕበልኒ ዘለኺ እንታይ ክፀገምኪ ገለ መታት ትብላ

ደሓር ከምዚ ጓዕ ደሓን ሒዝካማ በላታ ኢብራሂም ሓወይ ገለ ተዋሲኣትለይ መቸም እንዳበኸየት ገለ ምን እንዳነብዐት ደሓን ሒዝካማ ግበለልኪ ገለ ብላ ጓል ሽዑ ትምህርታ ገዲፋ ገለ መለተት ከምዚ ሄይ ትጅምር ገለ መታት ምስ ሓደ ወዲ ዕርክነት ትጅምር ገለ መታት ብዙሕ ነገራት እያ ምስ ኸኢላ ሕጂ እንታይ ትኾን መስኪነት እያ መሓዛ ደባሰትናሲ ንዓ ዓርካስ ሳመንጢላታ

ሰሚራ ዶ ከምዚ ትምርዓዊ ኣላ ዶ ገለ ምተዘብዋ ሰንቢላ ሳጽ ዋ ናምታይ መርዓ ትብለን ዋ ንዓስ ከምዚ ከምዚ ኢላትኒ ዋ ትጋጊ ኣለኻ ኢብራሂም ኢላትኒ ዋ ኢላስ ከምዚ ከምዚ ከምዚ ከምዚ ምስ ካልእ ከምዚ ከምዚ ክዘውር ጀሚራ ንዓኻስ ብሰንኪ ሕጽርኻ ከምዚ ኮይናትካ ገለ ኢላ ሕጂ እታ ኮይናት ኣንጻር ናታስ ክሳይ ኮይናት ነገረን ዋ ከምዚ ዋ እብለካ ኣለኹ ትብለኒ ደሓር ንዓ ደው ኢለስ ሰሚራ ክረኽበኪ ደለኹ ገለ እንታት ኢላ ኣብ ሓንቲ ሻሂ እንዳ ሻሂ ቆፅራ ሰሚራ ኢለ ሓደ ነገር ክነግረኪ ኢለ ቅልዕና ምዃን ትዝዓበየ ኢለ ንዓይስ እንታይ ምክንያት ኢኺ ኣብ ከምዚ ክሳይ ጌርክ ምስ ዝዓን ቁመተ ኢለ ፍቕሪ ትኾና ድማ ሰውም ኣዲ ሓፂራ ይብል ነዊሓ ይብል ገለመታት ኢለ መቸም ብዙሕ ነገር ምዒድያ ዓይን ነባዕ ከዳዕ ድዩ ዝበሃል ነቢዓ ድሓን ስኺ ርሑብ ምስ ዝነበለኪ ክሳይ ጌርካ ውት ሒዜ ሽዑ እትያ ደርፊ

ኣነስ ዝብል ሰሚዓታ ነስ ክሳብ ሕጂ ከ ብሓወይ እቲ ክቲ ናትካ ፍቕራ ሂወት ከመይ ኣሎ ሓንቲ ሕጂስ ብድሕሪስ ፍጹም ኣይበልኩን ኣብ ብድሕሪያ ስምዒ ከምዚ ካልእ ጓል ደላ ኮይኒ ይስምዓኒ ኣለዋ መሊእ